ሰብ ከመይ ገይሩ እዩ ኣብ ነብሱ ዝኾነ ነገር ክልውጥ ዝጅምር ወይ ድማ እቲ ለውጢ ከመዓስ እዩ ዝጅምር ንዝብል ሕቶ ማለት እዩ እቲ ለውጢ ኣብ ነብስኻ ክጅምር ድከኣል ብዛዕባ ነብስኻ ክትሓስብ ምስ ጀመርካ እዩ እዚ ማለት ድማ ኣብ ሰዓት እዚ ብዙሓት ሰባት ንርእዮም ኢና ብዛዕባ ሰብ ክሓስቡ ሰብ ክልዕሉ ሰብ ክሓምዩ ሂወቶም ብዙሕ ነገር ዘይተቐየረ ናይ ሰብ ውድቀት ናይ ሰብ ብኮ ወይ እውን ናይ ሰብ ጉድለት ናይ ሰብ ጌጋ ከምዚ ዝገብር ሰብ ሓፈሻዊ ማለት እዩ ኣብ ነፍሲ ወን ሓንቲ ክልውጥ ኣይክእልን እዩ ምክንያቱ እዚ ሰብ እዚ ኣብ ናይ ካልኦት ሰባት ሂወት እዩ ቢዚ ዘሎ ማለት እዩ ሶ ሓደ ክብለኩም ዝዘለ ነገር ማለት እዩ በዚ ክጅምር መጀመርታ ኣብ ነብስኹም ዝኾነ ነገር ክትልውጡ እንተደ ኮንኩም ብዛዕባ ነብስኹም ክትሓስብለኩም ካልእ ኩሉ ድሕሪ ነብስኹም እዩ ኣብ ናይ ሰብ ነገር ቢዚ ኣይትኾኑ ኩሉ ዘለኩም ግዜ ግዜ ብጣዕሚ ብጣዕሚ ብጣዕሚ እዩ ዝጎይ ብጣዕሚ እዩ ዝጎይ ሶ ማዕረ ማዕሪኡ ጉየዩ ክብለኩም ኣይክእልንየ ማዕሪኡ ክትጎዩ ትኽእሉ ኢኹም ግን ኣሰር ግዜ ክትስዕቡ ክትክእሉ ኣለኩም እዚ ማለት ከዓ ነቲ ዘለኩም ግዜ ኣብ ነብስኹም ከተጥፍእዎ ፈትኑ ፕሊስ ብዛዕባ ናይ ሰብ ምሕሳብ ሰብ ክስቶ ከም ዝተገበረ ክስቶ ከም ዝገይሩ ክስቶ ከም ዝገይሩ ኢልኩም እተሕልፍዎ ግዜታት ኣነ ክልውጦ ዝግበእ ንብሂወተይ እንታይ ኣሎ እዚ ከምዚ ኢለ ብዛዕባ ሰብ ተሓስበሉ ዘለኹ ኸ እንታይ ክጥቀመሉ ይኽእል ኢልኩም ብዛዕባ ነብስኹም ክትሓስቡ ክትጅምሩ ይላበወኩም ኣነ ማለት እዩ ልክዕ ሽዕኡ ብዛዕባ ነብስኹም ክትሓስቡ ምስ ጀመርኩም ብዛዕባ ዝኾነ ሰብ ክትዛረቡ ከተልዕሉ ተሓምዩ ጌጋታት ናይ ሰብ ከተልዕሉ ኣይክትበሉ ኢኹም ምክንያቱ ኣብ ነብስኹም ብዙሕ ዝዕረይ ክዕረይ ዘለዎ ነገራት ክትረኽቡ ስለ ዝኾንኩም ማለት እዩ ሶ እቲ መጀመርታ መበገሲ እሱ እዩ ሰብ ኣብ ነብሱ ዝኾነ ነገር ክልውጥ እንተ ደኣ ደልዩ እንተ ደኣ ተበጊሱ መጀመርታ ብዛዕባ ነብሱ ክሓስብ ኣለዎ ብዛዕባ ካልእ ሰብ ኣይኮነን ግዜኻ ጌጋታት ናይ ሰብ ከተልዕሉ ኣይትወልዱ ምክንያቱ ኣብ ነብስኹም ብዙሕ ዝዕረይ ክዕረይ ዘለዎ ነገራት ክትረኽቡ ስለ ዝኾንኩም ማለት እዩ ሶ መጀመርታ መበገሲ እሱ እዩ ሰብ ኣብ ነብሱ ዝኾነ ነገር ክልውጥ እንተ ደልዩ እንተ ተበጊሱ መጀመርታ ብዛዕባ ነብሱ ክሓስብ ኣለዎ ብዛዕባ ካልእ ሰብ ኣይኮነን ግዜኻ ኣብ ነብስኻ ብምሕሳብ ኢኻ ክት ፎከስ ክትገብር ደለካ ማለት እዩ ኣብ ኮሚኻ ክተጥፍኦ ዘለካ ሰው ሰብ ኣብ ሂወቱ ዝኾነ ነገር እንተደኣ ቀይሩ ወይ እንተደኣ ለዊጡ ሕጂ ቀይሩ ለዊጡ ክብለኩም ከለኹ ዝኾነ ነገር ክብለኩም ከለኹ ባህርያት ክኸውን ይኽእል ዝኾነ ባህርያት ክፀንሓካ ይኽእል ይኸውን ምስ ነብስኻ ዘባእሰካ ማለት እዩ ብመሰረቱ ሰብ ኩሉ ግዜ በዳሊ ኣለዎ እንድዩ ጎኑ ጎኑ ከዓ ነብሱ ባዕሉ እዩ ዝብድል ቀዳማይ ብምንታይ ኢኻ ትብደል ብሰብ ክትብደል ትኽእል ኢኻ ካልኣይ ከዓ ባዕልኻ ብነብስኻ ንገዛእ ርእስኻ ክትብድል ትኽእል ኢኻ ማለት እዩ ሶ እቲ ሰብ ዝብድለካ በደል ኦኬ ሰብ ሙሉእ ሰብ ስለዘየለ ሰብ በዲሉኒ ክትብል ትኽእል ኢኻ ማለት እዩ ንነብስኻ ባዕልኻ ክትብድላ ተጀሚርካ ግን ንመን ኢኻ ኤክስኪዝ ክትቦ ኩሉ ዓለም ኣይርድአንን እዩ ማለት እዩ ሰው ፕሊስ መጀመርታ ነገር ክስታይ ክትገብርዎ ዘለኩም ነብስኹም ብጣዕሚ ክትፈትውን ከተፍቅሩን ኣለኩም ነብስኹም ባዕልኩም ክትጎድዋ የብልኩም እዚ ክብለኩም ድማ ብዙሕ ባህርያት ዘይዕረይ ባህርያት ክህልወኩም ይኽእል ንኣብነት ኣነ ንኣብነት ክበኩም ኣይደለኹን እስኪ ካባኹምሲ ኣነስ ከምዚ ዓይነት ባህርያት ኣለኒ ወይ ድማ ክጠቕሰልኩም ንኣብነት ፀላኢኹም ፈታዊኹም ከተለልዩ ዘይትኽእሉ ሰባት ተልኹም ኮንኩም ኣብ ኮመንት ክትፅሕፉለይ ትኽእሉ ኢኹም ይርእዮ ኣለኹ ሕጂ ማለት እዩ ኣነስ በቃ ከምዚ ዓይነት ባህር ኣለኒ ክልወጥ ዘይክእል ትብሉ ድማ ክትፅሕፉለይ ትኽእሉ ኢኹም ከም ኣብነት ከነምፅኦ ኢና ንኹሉ ኢሉ ፅሒፉሉ ሓደ ሰብ ማለት እዩ ሰው ክትሕግዝ ምድላይ ማለት ክትሕግዝ ኩሉ ግዜ ሰናይ ነገር ንኣብነት በዚ ክንጅምር ማለት እዩ ሰናይ ነገር እዩ ክትሕግዝ እንድሕር ኮንካ ከዓ ንነብስካ ኢካ ትገብሮ ንካልእ ሰብ ኣይኮንካ ትገብሮ ግን ይፈላለዩ ንኣብነት ሓደ ሓደ ግዜ ንክትሕግዝ ኢልካ ብሰደድካያ ገመድ መሕንቕት ክትከውን ትኽእል ንኣብነት ማለት እዩ ካብዝታት ክትእርሙ ብጣዕሚ እዩ ዝደላኒ ክትሕግዙ ከለኹም በቃ ቲንክ ትዋይስ ክልተ ግዜ ማለት እዩ ልክዕ ክልተ ግዜ ሕሰቡ። ኩሉ ግዜ ሓፈሻዊ ሰብ ዝኾነ ነገር ክገብር ከሎ ክልተ ግዜ ክሓስብ ብጣዕሚ ኣገዳሲ እንድዩ። ግን ኩሉ ኣትገብርዎ ነገራት ክልተ ግዜ ሓሲብኩም ክትገብሩ ኣነ ይመፀነኩም ማለት እዩ። ምክንያቱ ከምዚ ዝበልኩም ሓደ ሓደ ግዜ ክንሕግዝ ኢልና ዝወሰናዮ ዝገበርናዮ ነገራት ኣብ ብዙሕ ነገር ከብፀሐና ስለ ዝኽእል ኣብ ዘይተደለየ ማለት እዩ ሽዑ ከምዚ ዝበልኩኹም በቲ ኮይኑ በቲ ኮይኑ በቲ ኮይኑ ነፍስና ንጎድእ ማለት እዩ እንታይ ኢና ንብል ወይ ኣነስ እዛ ባህርያተይ እዚኣ ከይገድፋ ክሕግዝ ኢለ ዝጀመርኩዋስ ዝገበርኩዋስ መዋረዲተይ ኮይና ድብል ሰብ ኣይስኣኒ ካባኹም ሓደ ስቶሪ ክነግረኩም ሓደ ግዜ ህበይ ኣብ ገምገም ሩባ ኮይኑ ማይ እንዳሰተየ ዓሳር እዩ እዚ ዓሳ ይኣቱ ይቕልቀል ይወፅእ ይወፅእ ይወፅእ ሽዑ እቲ ህበይ እንታይ ገይሩ እዚ ዓሳ እዚ ከድሕኖ ኣለኒ ሂወቱ እዩ ቃለስ እዩ ዘሎ ንሂወቱ ኢሉ ማለት እዩ ድቃለስ ዘሎ ንሂወት መሲልዎ ካብ ማይ ኣውፅኡ ኣብ ሓደ እምኒ ኣቐሚጡ ማለት እዩ እቲ ዓሳ እንታይ ኮይኑ ሞይቱ ብኡ ድሓለፍ ነበረ ካልእ እንስሳ ኣታ እንታይ ጌርካ ኢልዎ ኣነሲ ከድሕኖ ኢለ ኣውፅዮስ ንሀለካ ሕጂ ከዓ ዝያዳ ዘይንቀሳቀስ ኮይኑ ይብሎ ማለት እዩ ሰው ሓደ ሓደ ግዜ ንክትሕግዙ ኢልኩም ዝጀመርኩሞ ነገር ነብስኩም ከምትሃሲ ወይ ነብስኩም ከምትወቅሱ ክገብረኩም ስለዝኽእል ፕሊስ ቴክ ኬር ንዝኾነ ትገብርዎ ነገር ክልተ ግዜ ክትሓስብለኩም እስከ ሕጂ ከምዝተገይረስ እንታይ ጉድኣት ከምፀለ ይኽእል ወይ እውን እንታይ እንታይ ኣሉታዊ ነገር ክህሉ ኣብ ሂወትካ ብዙሕ ክትህብ ፅቡቕ እዩ ክንዲ ትድሃብካዮ ክትቅበል ፅቡቕ እዩ ሓደ ሓደ ግዜ ግን ከምቲ ንሕና ንህቦ ከምቲ ንሕና ንገብሮ ክምለሰና ኣይክእልን እዚ ሓደ ካብቲ ሕጊ ናይ ሂወት ኣይምለስን እዩ ብኻልእ መንገዲ ሰናይ እንድሕር ጌርካ ኮንካ ግን ብኻልእ መንገዲ ይመፀካ እዩ ሰናይ ተግባር ኩሉ ግዜ መልሲ ኣለዎ እያ በቲ ሰናይ ዝገበርኩምሉ ሰብ መፀኩም ኣይክእልን ይኸውን ኖርማል እዩ ብካልእ መንገዲ ግን ክመፀኩም ምዃኑ ክትኣምኑ ኣለኩም ፅቡቅ ኩሉ ግዜ ነብስካ ክትገብሮ ሰው

ብሂወት ባዕላ ብዙሕ ነገር እያ ትምህረካ ለዋህ ዝነበርካ ጨካን ትገብረካ ወሃቢ ዝነበርካ ከምዘይትህብ ትገብረካ ብጣዕሚ ሂወት ብጣዕሚ እያ ትልውጠካ ሰው ክትህቡ ክትህቡ ትፀንሑ ድሓር ትርብሩ ትርብርብ እኳ ኢኻ ብጣዕሚ ኢኻ ትርብርብ ሽዑ እንታይ ኢኻ ትኸውን ትገድፎ ትገድፎ ኢኻ ኩላችን ንኣብነት ማይ ኣላ ኣብዛ ጥቃይ ነዛ ማይ ከም ዘላታ የራይዎ ወላ ሓንቲ ጎዶሎ የብላ ከምዚኣ እንዳገበርኩ የቐብለኩ ብዘይ ዕረፍቲ የቐብለኩ ብዘይ ዕረፍቲ ማለት እዩ ብዘይ ዕረፍቲ እዛ ማይ ኣይትውስኽን እያ ዘላታ ዓቐን ከም ዘላታ እያ ድርብርብ መን ኢድኩም ንስኹም እዛ ማይ ከም ዘላታ እያ ዘላ ዝብለኩም ዘለኹ እቶም ስኡ ኢሎም ዝቕበልኹም ሰባት ሰብ ከማን እኮ ዝገበርካሉ ንክስታይ ንክገብረልካ እኮ ክመልሰልካ ይብሉ ደመስግነካ እንድሕር ኮይኑ ዝኾነ ምሽ ሰናይ ተግባርካ ዝርዳኣልካ እንድሕር ክምሓሰብ ረግሬትኩም ስለ ዝኾንኩም ካልኣይ ግዜ ኣይደግምዎን ኢኹም ሰው እቲ ለውጢ ሪኢኹሞ ሕጂ ተጀሚሩ ማለት እዩ ቅድም ኣይኮነን ሕጂ ተጀሚሩ ማለት እዩ እንታይ ይመስላል ኣለኹም ቅድሚ ሕጂ ዝገበርኩዎ ጌጋ ስለ ዘለኒ ሕጂ እውን ኣይደግሞን ተረዲኩም ሕጂ እውን ኣይደግሞን ሕጂ እውን ነብሰ ኣይሃስን እዮም ዝበልኩም ሽዑ ለውጢ ሽዑ ገለገለ ሰባት እንታይ ይብሉ እዮም ዋ ከምቲ ቅድሚ ሕጂ ዝገብሮ ዝነበርኩ ሳይገበርኩ ሰው ዝኾነ ነገር ዝተለወጠ ነገር ኣለኒ ኢሎም ይሓስቡ ማለት እዩ ሰው ከምዚ ኢልካ እዩ እቲ ለውጢ ዝጅመር ማለት እዩ ሰው እንታይ ክብለኩም ደለ ሰብ ክልወጥ ኢሉ ኣይልወጥን ክልወጥ እየ ስለ ዝበልካ ትልወጥ ማለት ኣይኮነን እዚ ባህርያተይ ክዕርዮ ዘለኒ ባህርያት ስለ ዝበልካ ትዕርዮ ማለት ኣይኮነን ማለት ዝኾነ ነገር ሲ ክትረክብ ኣለካ ዝኾነ ድምህረካ ነገር ክትረክብ ኣለካ ሽዑ ኢኻ ክትልወጥ ትኽእል ማለት እዩ ዝልውጠካ ዝኾነ ነገር ኣሎ ንሕና ተፈጥሮና እንታይ ይመስልኩም ኣብ ዝኾነ ሲትዌሽን ኣብ ዝኾነ ኩነታት ክንኣቱ ኣለና ንክንመሃር ማለት እዩ ካባና ግን ብዙሓት ከኣለዉ ከምዝሎ ከምዚ ዓይነት ባህርያት ናይ ሰብስ ኣሎ ምስ ተባሃሉ ኣውቶማቲክ ባዕሎም ይጥንቀቑ ማለት እዩ ሶ መብዛሕትኡ መብዛሕትኡ ኣብ መብዛሕትኡ ሰብ ወይ ዝበዝሐ ፐርሰንት ዝረኣይ ግን እንታይ ከምዚ ክብለኩም ዝፅናሕኹ